ካብ ክታብ ዑምደት ኣልኣሕካም መበል ዓሰርተ ክልተ ኣስተምህሮ ኣልሓምዱሊላህ ረቢል ዓለሚን ወሰለ ላሁ ወሰለማ ዓላ ነቢይና ሙሓመድ ክቡራት ኣሕዋተይን ኣሓተይን ኣሰላሙ ዓለይኩም

እወ ኣቡ ኡበይ ኣቡ ኣዩብ ኣልኣንሳሪ ረዲየላሁ ዓንሁ እንታይ ይብል ነቢይና ሙሓመድ ሰለላሁ ዓለይሂ ወሰለም እንተ ደኣ ናብ ሽንቲ ቤት ከይድኩም ናብ ቀልቀል ናብ ወገን ቂብላ ኣይትኹኑ እንታይ ደኣ ወይ ናብ ምስራቕ ወይ ናብ ምዕራብ ገጽኩም ግበሩ ኢኹም ይብል። እሞ ናብ ሻም ወገን ምስ ከድና፣ እቲ ሽንቲ ቤታት መብዛሕትኡ ናብ ካዕባ ገጹ ስለ ዝነበረ፣ ኣብቲ ጉዳይና ንፍጽመሉ ግዜ ቁሩብ ካብ ካዕባ ዝንብል ኢልና ጉዳይና ፈጺምና ምስ ወጻና ድማ ነስተቕፍር ኔርና ይብል። እወ ካዕባ ዓቢ ክብረት ዘለዋ ኣብ ልቢ ሙስሊሚን እያ ዓቢ ደረጃ ዊን ዘለዋ ኣብ እስልምና ስለ ዘኮነት ናብኣ ገጽና ኣብቲ ብሉጽ ዝኮነ ምሩጽ ዝኮነ ዒባዳ ናይ ሰላትና ስለ ንውጃህ እሞ ኣብ ወገን እንጸርየሉን ከምኡ ድማ ኣብ ወገን ሽንቲ ንፍጽመሉ ድማ ናብኣ ገጽና ንከይንገብር ተከልኪልና እወ ከምዚ ኣቡ ኣዩብ ረዲየላሁ ዓንሁ ዝበሎ እቲ ሽንቲ ቤት እንተደኣ ክስራሕ እንከሎ ናብ ካዕባ ገጹ ኮይኑ ኣጋጣሚ እስኻ ውን ጉዳይካ ኣብ ትፍጽመሉ ግዜ ካብኡ ቁሩብ ብዝተኻኣለካ መጠን ኣንፈትካ ቅይር ኣቢልካ ጉዳይካ ፈጺም ክትፍጽምን ከምኡ ድማ ነዚ ናብኡ ገጽካ ዝገበርካዮን እስትቕፋር ክትገብር ከምዘለካ ይሕብረና። እምበኣር ካብዚ ሓዲስ እዚ እንረኽቦ ጥቕሚ፣ ኣናህይ ዓን ኢስቲቕባል ኣልቂብላ ኣው ኢስቲድባሪሃ፣ ሕቖኻ ይኹን ከምኡ ድማ ፊትካ ሂብካ ናብ ወገን ካዕባ ክትሸይን ክልኩል ምዃኑ ይበርሃልና። ከምኡ ውን ማዕረ ክንዲ ምንታይ ክብረት ከም ዘለዋ እዛ ካዕባ ኣብ ልቢ ኣስላምን ኣብ እስልምና ውን ደረጃ ከም ዘለዋ የረድኣና። ከምኡ ውን እቲ ኣስተምህሮ ናይ ረሱል ዓለይሂ ሰላቱ ወሰላም ንሓደ ነገር እንተድኣ ከልኪሎም ንዕኡ መተካእታ ዝኸውን የስዕብሉ ከም ዝነበሩ፣ ናብኡ ገጽካ ክትገብር የብልካን ምስ ተባሃለ ወይ ንምስራቕ ወይ ንምዕራብ ክብሉ ከለዉ በዲል ናቱ ወይ ድማ መተካእታ ገይሮምሉ። ከምኡ ውን ካብዚ እንርድኦ ካብዚ ሓዲስ እዚ ላ ከራህየተ ፊ እስቲቅባል ሸምሲ ኣው ልቀመር ሓል ልበውሊ ኣው ልጋኢጥ ከምኡ ውን ናብ ጸሓይ ወይ ናብ ወርሒ ገጽካ ጌርካ ምሻን ክልኩል ከምዘይኮነ ካብዚ ይበርሃልና እቲ ክልኩል ዝኸውን ወላኮ ብመንደቅ ዝተሃነጸ ይኹን ወይ ድማ ኣብ ጻሕ ዝበለ ጎልጎል እንተኾነ ናብ ወገን ቂብላ ክትከውን ከምዘይብልካ ወይ ውን ሕቆኻ ክትህቦ ከምዘይብልካ